What should you do to reduce the risk of your vehicle catching fire? መኪናና ካብ ሓዊ ምቅጻል ከነናግፋ እንድሕር ኮይና እንታይ ክንገብር ኣለና ብልና ኣሎ ቸክ ኣውት ኤኒ ስትሮንግ ስመል ኦፍ ፊል ብርቱዕ ናይ ነዳዲ ጨና እንድሕር ደኣ ጨኒና ቸክ ክንገብር ኣለና ስና ስበስ ይብል ቀጢፍና ቸክ ክንገብር ኣለና ማለት እዩ ቸክ ኣውት ኤኒ ስትሮንግ ስመል ኦፍ ፊል

There has been a collision, accident ኣጋጢሙ ኣሎ። How can you help driver who has suffering from shock? እንድሕር ደኣ እቲ ድራይቨር ማራ ስንባደ እንድሕር ደኣ ኣለዎ ከመይ ጌርና ክንሕግዞ ንኽእል እሎና ኣሎ። ሕጂ እቲ ክቱር ስንባደ ወይ ከዓ ነውፂ በቃ ክሳብ ልቦም ክጠፍኦም ይኽእል እዩ። ሶ እንታይ ክንገብር ኣለና? ሪኣሹር ደም ኮንፊደንትሊ ከነፀናንዖም ኣለና። ኣጆኹም ገለገለ

ሞተር ሳይክል ኣብ ሓደጋ ማለት እዩ ኣብታ ፍጻሜ ርኢና ኣለና ሞተር ሳይክል ሓደጋ እንዳጋጠመ ከሎ ራይደር ኢዝ ኢንጁርድ እቲ በዓል ሞቶ ሓደጋ ወሪድዎ ኣሎ ወን ሹድ ዴር ሄልመት ቢ ሪሙቭድ እቲ ሄልመት ናቶም ወይ እቲ ካስኮ መዓስ ከነውፅኣሎም ኣለና ይብለና ኣሎ ኦንሊ ዌን ኢትስ ኢሰንሻል ኢሰንሻል ተኮይኑ ጥራይ እምበር ከነውፅኣሎም የብልናን ማራ በቃ ዝኾነ እቲ ሄልመት ናቶም ምንሽ ዝያዳ ሓደጋ ዘውርደሎም ድዩ ወላ ወይ ናይ ግዲ እንተኮይኑ ጥራይ ኢና ነውፅኣሎም ማለት እዩ You're driving on a motorway ኣብ ሞቶርወይ ንዞር ኣለና ዋት ሹድ ዩ ዱ ኢፍ ላጌጅስ ፋል ፍሮም ዩር ቬክል ቦርሳ ወይ ተዓቢ ቦርሳ ላጌጅ እንድሕር ዳ ካብ መኪናና ወዲቑ እንታይ ክንገብር ኣለና ብለና ኣሎ ስቶፕ ኣት ኔክስት ኢመርጀንሲ ቴሌፎን ኤን ሪፖርት ኢንሲደንት ባዕልና ከነምፅኦ ኣይፍቀደናን እዩ ናብ ሞተር ወይ ክንኣት ይፍቀደናን እዩ እንታይ ደኣ ከድና ኣብቲ ሃሉ ሸርደር ኣብቲ ኔክስት ኢመርጀንሲ ቴሌፎን ከድና ደው ኢልና ከምዚኣን ከምዚኣን ኣጋጢማና ንብሎም ሰብ መፅኦም የልዕሉልና ማለት እዩ At an incident ኣብ ሓደጋ How, how could you help a casualty who has stopped breathing? እንድሕር ሓደ ሰብ እንድሕር ምስትንፋስ ኣቋሪጹ እንታይ ክንገብር ኣለና ይብለና ኣሎ። ከምዚ ብጀንትሊ ከብዶም እንዳጸቐጥካ ገለ ዲኣርኤቢሲ ኮድ ይበሃል ብኤክስፐርት ዝተደለወ ዓይነት ትሬኒን ከምኡ ጌርና ክንሕግዞም ንኽእል ኢና ድሕር ምትንፋስ ኣቋሪጾም ከምኡ ጌርና ክንሕግዞም ንኽእል ኢና so follow the DRABC code ማለት when are you allowed to use the hazard warning light hazard warning light መዓስ ኢና ክንጥቀመሉ ዝፍቀደና ብለና ኣሎ ኣብ ሞተር ወይ እንድሕር መኪናና ተሴራ ወይ ብቅድሜና ዝኾነ ሓደጋ ርኢና ንድሕሬና ዘለዉ ዘለዋ መካይን ንኸነጠንቅቐን ሃዛር warning light ክንውልዕ ንኽእል ኢና ወይ ድማ ካብዚኤን ኣርባዕተ ምርጫ ደው ኢልና እንድሕር ንግዝያዊ ነቶም ድሕሬና ዘለዋ መካይን እንድሕር ደው ኣቢልናየን ወይ ጸሊናየን ሃዛ ወሪን ላይት ክንውልዕ ንኽእል ኢና ማለት እዩ What should you do if, you're, if a tire bursts while you're driving? መኪና እናዘወርና እንድሕር ጎማ ናይታ መኪና ተተኪሱ እንታይ ክንገብር ኣለና ብለና ኣሎ

ሓደጋ ምስ ኣጋጠመ ገለ ሰባት ኣብታ መኪና ሃለዋቶም ኣጥፊኦም ኣለዉ ወን ሹድ ዩ ኮል ኤመርጀንሲ ሰርቪስስ ብለን ኣሎ መዓስ ኢና ኤመርጀንሲ ሰርቪስ ክንድውል ዘለና ብቐጥታ ቀልጢፍና

ኣን ኢንጁርድ ሞቶርሳይክሊስት ኢዝ ላይንግ ኣንኮንሽስ ኢን ዘ ሮድ ሓደጋ ዝወረዶ በዓል ሞተር ሳይክል ማለት እዩ ኣብ ፅርግያ ሃለዋቱ ኣጥፍኡ ወዲቑ ኣሎ ዘ ትራፊክ ሃዝ ስቶፕድ ኤን ደ ኢዝ ኖ ፋርደር ዳንጀር ትራፊክ ደው ኢሉ ኣሎ እተን መካይን ደው ኢለን ኣለዋ ማለት እዩ ዝኾነ ሓደጋ ከዓ ካብኡ ተወሳኺ ሓደጋ የለን ዋ ኩድ ዩ ዱ ቱ ሄልፕ እንታይ ክንገብር ኣለና ክንሕግዞም ማለት እዩ ሰው እቲ ሄልመት ናቶም ከነውፀሎም የብልናን እንደገና ዝኾነ ንሓደጋ ቁልዓ ተዘይኮይኖም ኣብቲ ዘለዎ ሱቕ ክንብሎም ኣለና ቁልዓ ተኮይኖም ማራ ኣብ ሓደጋ ዝኣትው ተኮይኖም መሊሶም ጥራይና ክንቀሳቅሶም ዘለና ማለት እዩ ሰው ካብዜና ኣማራፂ ሲክ ሜዲካል ኣሲስታንስ ሜዲካል ኣሲስታንስ ብዝቐልጠፈ እንድሓር ዶ ኣረኪቦም ዝሓሸ ማለት እዩ ክንገብሮ ንኽእል ተኮይና ሲክ ሜዲካል ኣሲስታንስ ማለት እዩ What could you do to help injured, injured people at an incident? ሓደጋ ዝወረዶም ሰባት ክንሕግዝ ኣብቲ ቦታ ኣብቲ ፍጻሜ ሓደጋ ማለት እዩ እንታይ ክንገብር ኣለና ይብለና ኣሎ እቲ ክንገብሮ ንኽእል ኪፕ ደም ዋርም ን ኮምፎርታብል ማለት እዩ ካብዚአን ኣርባዕተ እዚአን ከነማሙቆም ክንፍትን ኣለና ጃኬት ዘለና ጃኬት ንድርቦም ዝኾነ ነገር ጌርና ከነማሙቆም ኣለና ማለት እዩ What should you do if your vehicle breaks down in a tunnel? መኪናና ኣብ ቢንቶ እንድሕር ተሲራ እንታይ ክንገብር ኣለና ይብለና ኣሎ። ክንወፅእ ንኽእል እንድሕር ኮይና ክንወፅእ ኣለና። ድራይቭ ጌርና ካብቲ ቦታ ክንወፅእ ክንክእል ኣለና እንድሕር ዝከኣል ኮይኑ ማለት እዩ ኣዘርዋይስ ሃዛር ወርኒንግ ላይት ወሊዕና ብቐጥታ እንዳ ጎየና ሓገዝ ክንሓትት ኣለና ማለት እዩ ስዊች ኦን ሃዛር ወርኒንግ ላይትስ ደን ጎ ን ኮል ፎር ሄልፕ ዩ ኣር ኣራይቭ ኣት ኣን ኢንሲደንት ኣብ ቦታ ፍፃሜ ሓደጋ በፂሕና ኣለና there is no danger from fire further collisions and emergency services have been called ናይ ሓዊ ገለመለ ሓደጋ ሓዊ ገለ የለን ግን ኢመርጀንሲ ሰርቪስስ ከማን ተፀዊዖም ኣለዉ ኣምቡላንስ ገለ ፖሊስ ዋትስ ዩር ፈርስት ፕራዮሪቲ ወይን ኣተንዲን ቱ ኣን ኣንኮንሽስ ሞተር ሳይክሊስ ሃለዋቱን ዘጥፈ በዓል ሞቶ

መኪናና ሓዊ እንድሕር ደኣ ሒዛ ሓዊ ክትቃፀል እንድሕር ደኣ ጀሚራ ኣብ ታነል ወይ ኣብ ቢንቶ እንከለና እንታይ ክንገብር ኣለና ብለና ኣሎ ድራይቭ ኣውት ኦፍ ታነል ኢፍ ኢት ሴፍ ቱ ዱ ሶ ዝከኣል እንድሕር ኮይኑ ካብቲ

ሃለዋት ኣጥፊኡ'ሎ ማለት እዩ፣ ወዲቑ ሃለዋት ኣጥፊኡ'ሎ What's the first thing you should do at the scene? ቀዳማይ ነገር ክንገብሮ ንኽእል ኣብቲ ፍጻሜ እንታይ እዩ ይብለና ኣሎ or no other traffic ነተን ካልኦት መካይን ከይረግጽኦ ነጠንቀቐን ማለት እዩ ሰብ ኣሎ ኣብዚ ገለ ኢልና ነጠንቀቐን ብድሕሪኡ ከነስግሮ ንኽእል ሙቭ ክንገብሮ ንኽእል ምክንያቱ ማእከል ጽርግያ ተኮይኑ ንካልእ ሓደጋ መሊሱ ቆልዕ ስለ ዝኾነ ማለት እዩ

ዋት ማስት ዩ ዱ ኢፍ ዘ ፕሮፖርቲ ኦውነር ኢዝ ኖት ኣቬላብል ዋና ናይቲ ገዛ እንድሕር ደኣ ዘየለዉ እንታይ ክንገብር ኣለና ብለና ኣሎ ቀልጢፍና ናብ ፖሊስ ንሕብር መዓስ ንሕብሮም ዊዝን ትዌን ፎር ኣዋርስ ኣብ ውሽጢ ዕስራን ኣርባዕተን ሰዓታት ደዊልና ንፖሊስ ንሕብር ማለት እዩ ኣን ኢንጅርድ ፐርሰን ሃዝ ቢን ፕሌስድ ኢን ሪካቨሪ ፖዚሽን ሓደጋ ዝወረዶ ሰብ ኣብ ናብ ሪካቨሪ ፖዚሽን ኮይኑሎ ማለት እዩ ር ኣንኮንሽስ ብሬዚን ኖርማሊ ሃለዋቶም ኣጥፊኦም ኣለዉ ግን የስተንፍሱ ኣለዉ ካልእ ተወሳኺ እንታይ ክንገብሮ ንኽእል ብለን ኣሎ ዋጤል ሽቢላን በቃ የስተንፍሱ ኣለዉ ዶ የለውን ቸክ ንገብር ኣለና ኣፍንጫኦም ወይ ኣፎም ዝኾነ ተዓቢሶም ከይኮኑ ቸክ ንገብር ሶ ቸክ ዲር ኤርዌይስ ሪሜንስ ኦፐን What should you do if you see a large box fall, fall from a lorry onto the motorway?

ቀዳማይ ክንገብሮ ንኽእል እንታይ እዩ ይብለና ኣሎ። ኣብታ ቦታ ሓደጋ ደው ንብል። ኣብታ ቦታ ሓደጋ ደው ክንብል ክንቀል ኣለና። ሽዑ ምስ ሰብ ተዘራሪብና ካሜራ ገለመለ ቀልጢፍና ክንስእለን ኣለና እተን መካይን ስኢልና እኹል መርትዖታት ነቕርብ ብፍላይ እቲ ሰብ ደው ኢሉ እንከሎ ቴሌፎኑ ተቀያይርና ቴሌፎኑ ኣድረሱ ገለ ወሲድና ናትና ተኮይኑ እዚ ጌጋ በዓልና ኢና ክንከፍሎ ማለት እዩ ግን ኩሉ ግዜ ቀልጢፍና ጌጋ ክንኣምን የብልናን ናትና ድዩ ወይ ድሂሎም ድሂሎም ከየእምኑና መታን ክንቃለስ ክንክእል ኣለና ብዝተቃለ መጠን ናትና ከም ዘይኮነ ክንቃለስ ክንክእል ኣለና ማለት እዩ ሶ ገሊኦም ናቶም እንከሎ ንምንታይ ከምዚ ጌርካ ንምንታይ ገለ ገለ ብልካ እወ ሕራይ ገለ ትብሎም ኣሚንካሉ ማለት እዩ ሽዑ ድውል ኣቢሎም ከምዚ ኣጋጢሙ ሃሪምለይ መኪናይ ገለ ብልካ ማለት እዩ ሶ ብዝተኻለ መጠን ኣብታ ቦታ ፍጻሜ ናትና ድዩ ኮነን ብትኽክል ክንፈልጥ ክንክእል ኣለና ናቶም ተኸይኑ ሓላፍነት ናቶም ክወስዱ ኣለዎም ቀዲምካ ደው ኢልካ ከዓ ክትሕብር ኣለካ ንኢንሹራንስካ ከምዚኣን ከምዚኣን ኢለ ሃሪምለይ ትብል ማለት እዩ እሳያት ኣካይዳ ማለት እዩ ዊች ሳይን ሾውስ ደ ታንከር ኢዝ ኬሪን ዳንጀረስ ጉድስ ካብዚኣን ምልክታት እዚአን ኣየነይቲ እያ ኣየነይቲ ተስከርካሪት ወይ ኣየነይቲ ቦጥ እያ ታንከር ትኾን ዘላ ሓደገኛ ንብረት ጽዒና ከም ዘላ ዝሕብር ስቲከር ኣየናይ እዩ ይብለና ኣሎ። እታ የማነይቲ ኩርናዕ ላዕለወይታ ክትከውን ተቃጻሊ ፈሳሲ ጽዒና ኣላ ማለት እያ እታ ቦጥ ሶ ዝኾነ ሓደጋ እንድሕር ድኣ ኣጋጢሙ ነታ ስቲከር ድውል ኣቢልና ከምዝን ከምዝን ዝጸዓነት እያ ሓደጋ ኣጋጢማ ዘሎ ክንብል ንኽእል ማለት እዩ ሶ እቲ ዝድለ መከላኸል ሒዞም ክመጹ ክእሉ ቢምበሩ ዶ ከምጽኡ ወላ ንዓም ምልከት ማለት እዩ Your vehicle has stalled in the middle of the level crossing መኪናና ኣብ ሌቨል ክሮሲን ጠፊኣትና ስታል ኮይና ወይቲ ኢንጂን ጠፊኡ ማለት እዩ ሞተር ጠፊኡ ዋት ሹድ ዩ ዱ ኢፍ

እቲ ስርዓተ ምስትንፋስ ማለት እዩ ከንሰፍስ ክኽእል እንድሕር ደኣ ኮይኑ እቲ ሲፒኣር ሹድ ቢ ጊቭን ይብል ኣሎ ዋስ ደ ኮሬት ደብት ኦፍ ፕረስ ዳውን ኦን ደ ኦን ዴር ቸስት ይብለና ኣሎ እቲ ማዕረ ክንደይ ኢና ከብዶም ወይ እቲ ኣብቲ ቸስት ናቶም ክንጸቕጦም ዘለና ከስተንፍሱ ክጅምሩ ማዕረ ክንደይ ክንጸቕጦም ኣለና ብለና ኣሎ ካብ ሓሙሽተ ክሳብ ሽዱሽተ ሰንቲሜተር ዝኸውን ፅቕጥ ፅቕጥ ፅቕጥ ፅቕጥ ነብሎም ማለት እዩ ከሰንፍሱ ክጅምሩ እንተኮይኖም ሶ ኢስ 5 to 6 centimeters an inc at an incident ኣብ ሓደጋ ኢስ ኢምፖርታንት ቱ ሉክ ኣፍተር ኤኒ ካዥዋልቲስ ንዝኾነ ነቶም ግዳያት እንድሕር ክንሕልዎም ክንክእል ኣለና ኣገዳሲ እዩ ክንሕልዎም ማለት እዩ ዋት ሽድ ዱ ዊዝ ደም ወን ኤሪያ ኢስ ሴፍ እቲ ቦታ እንድሕር ዳ ውሕስ ኮይኑ እንታይ ክንገብር ኣለና እብለና ኣሎ ኣብቲ ዘለውዎ ቦታ ሱቕ ክንብሎም ክንክእል ኣለና፣ ከነንቀሳቕሶም የብልናን፣ ምኽንያቱ ዝኾነ ተሰይሮም ተጸኒሖም ዝያዳ ክንሰብሮም ስለ ንኽእል። Following a collision, a person has been injured. ሓደጋ ምስ ኣጋጠመ ሓደ ሰብ ተጎዲኡ ኣሎ። What would be a warning sign for a shock ኣብ ነውጺ ከም ዘሎ እቲ ሰብ ዝሕብር እንታይ ኣሎ እንታይ ክንርኢ ንኽእል እንታይ ቸክ ክንገብር ንኽእል ማለት እዩ ራፒድ ሻሎ ብሪዝን ማራ የስተንፍስ ኣሎ ማለት እዩ ማራ እንድሕር ዳ ተስተንፍስ ኣሎ ኣብ ነውጺ ወይ ማራ ክቱር ስንባደ ከም ዘለዎ

ዝሳቐ ዘሎ ሰብ ኣብታ ኩነታት ከመይ ጌርና ከነረጋግኦ ንፍትን ንብለና ኣሎ ሪኣሹር ዘም ኮንፊደንትሊ ከነረጋግኦ ከነጸናንዖ ኣለና ኮንፊደንስ ጌርና ማለት እዩ ዋት ሹድ ዩ ዱ ኢፍ ኣን ኢንስትሩመንት ፓነል ዎርኒንግ ላይትስ ካምስ ወን ዩ ድራይቭን መኪና እናዘወርና ከለና እቲ ኢንስትሩመንት ፓነል ዎርኒንግ ላይት እንድሕር ኣርእየና እንታይ ክንገብር ኣለና ብለና ኣሎ እቲ ኢንስትሩመንት ፓነል ዋርኒንግ ንብሎ እቲ ከምዚ ዓይነት ካብዚ ኩሉ ምልክታት እዚ ሓደ ክኸውን ይኽእል ብዝተኻለ መጠን ከከም ዓይነት ናይቲ መብራህቲ ማለት እዩ ቀልጢፍና ቸክ ክንገብሮ ኣለና መኪናና ውሕስቲ ክትኮን ኣለዋ ቅድሚ ምዝዋርና ማለት እዩ ሶ ቸክ ኣውት ፕሮብለም ኪክሊ ን ሴፍሊ ቅልጥፍ ኢልና ብውሕስ ኣገባብ ቸክ ክንገብሮ ክንክእል ኣለና What should you do if you have to stop while you're going through a congested tunnel? ኣብ ቢዚ ዝኾነ ታነል እንድሕር ንኸይድ ኣለና እንታይ ክንገብር ኣለና? ደው ክንብል እንድሕር ተገዲድና ማለት እዩ። ካብታ ቅድሜና ዘላ መኪና ውሑስ ዲስታንስ ክህልወና ክእል ኣለዎ ሶ ኪፕ ሴፍ ዲስታንስ ፍሮም ዘ ቬክል ኢን ፍሮንት There has been a collision ሓደጋ ኣጋጢሙ ኣሎ ሞተር ሳይክሊስት ኢዝ ላይን ኢንጁርድ ኤንድ ኣንኮንሽስ ሓደ በዓል ሞቶ ማለት እዩ ወዲቑ ሓለዋ ተጥፍኡ ኣሎ ማለት እዩ ዋይ ሽድ ዩ ኦንሊ ሪሙቭ ር ሄልመት ኢፍ ኢት ኢሰንሻል ንምንታይ ናተ ሄልመንት ማረር ኣገዳሲ ተኮይኑ ጥራይ ከነውፅኦ ዘለና ብለና ኣሎ

Your vehicle should place should you place the warning triangle ካብቲያ መኪናና ክንምንታይ ርሕቕና ኢና ነቲ warning triangle ከነቐምጦ ዘለና ይብለና ኣሎ ብውሕዱ 45 ሜትሮ ወይ ከዓ 147 ፊት ማለት እዩ ርሕቕና ከነቐምጦ ኣለና ኣጣን ኢንሲደንት ኣብ ሓደጋ የካዥዋልቲ ኢዝን ፕሪዝን እቲ ሓደጋ ዝወረደ ሰብ ምስትንፋስ ኣቋሪጹ ኣሎ ዋት ሹድ ዩ ዱ ዋይል ሄልፒንግ ደም ቱ ስታርት ብሪዚንግ ኣገይን ንከስተንፍሱ እንደገና እንታይ ከመይ ጌርና ክንሕግዞም ንኽእል ዝብለና ኣሎ ኦፖን ዲያር ኤርወይ እቲ ኤርወይ ኣፍንጫኦም ይኹን ኣፎም ይኹን ድሕራ ተዓፅዩ ኣሎ ከስተንፍሱ መታን ክሕግዞም ክሊር ክንገብረሎም ኣለና

ሬጅስትሬሽን ቤክ ሬጅስትሬሽን ናምበር ታርጋ ናይታ መኪና ገለ ኢና ሼር ክንገብር ዘለና ማለት እዩ ዩ ኣራይቭ ኣት ኣን ኢንሲደንት ኣብ ሓደጋ ሓደጋ ኣጋጢሙ ኣሎ ኣብኡ ከዓ ተረኪብና ኣለና ፔደስትራን ኢዝ ብሊዲን ሄቭሊ ፍሮም ሌግ ውንድ ኣጋር ሓደ ሰብ ማለት እዩ ኣጋር ዝሰግር እሱ እንድሕር ተሃሪሙ ኮይኑ እቲ ብጣዕሚ እግሩ ደም ወፂኡ ኣሎ ማራ ደም ይኸዶ ኣሎ ማለት እዩ The lake isn't broken but there is nothing in the wind እግሩ ኣይተሰበረን ዝኾነ ነገር ከዓ የብሉን ኣብቲ እግሩ ማለት እዩ ሃው ኩድ ሄልፕ ሶ ደም ጥራይ ይወፅእ እምበር ዝኾነ ኣይተሰበረን ወላ ሓንቲ ይኮነን ማለት እዩ ደም ግን ብጣዕሚ ይኸዶ ኣሎ ሶ እንታይ ክንገብር ኣለና ኣፕላይ ፊርም ፕሬሽር ኦን ደ ውንድ ነቲ እንታይ ይበሃል መጠቕለሊ ጌርና ኣፅኒዕና ኣፅኒዕና ክንኣስሮ ኢልና ኣስጢም ኣስጥም ኣቢልና ማለት እዩ ብሻሽ ገለ ጌርና ግን እቲ ደም ከይንፅያቕ ገለ ውሑስ ክኾነልና ግን ጥንቃቕ ክንክን ኣለና። ዞ ኣፕላይ ፊርም ፕሬሸር ኦን ዘ ኦቨር ዘ ውንድ ዩ ኣር ኣት ኣን ኢንሲደንት ኣብ ሓደጋ ኣለና ማለት እዩ። ኣብ ሓደጋ ኣጋጢሙ ኣሎ ኣብኡ ኣለና ዋት ኩድ ዩ ዱ ቱ ሄልፕ ኣን ኣንኮንሽስ ኮዝራልቲ እቲ ግዳይ እንድሕር ዳ ሃለዋ ተጥፊኡ ኣሎ እንታይ ክንገብር ንኽእል ክንሕግዞ ማለት እዩ። የስተንፍሱ ከም ዘለዉ ከነረጋግጽ ኣለና። ብምሉእ ትሕቶታት ተመሳሳሊ እዩ። ኣብ ሓደጋ ኣጣን ኢንሲደንት How could you help a small child who is in prison? ንእሽተይ ቆልዓ እንድሕር ምስትንፋስ ኣቋሪጹ እንታይ ክንገብር ኣለና ብለና ኣሎ እታ CPR ትብል ኮድ ማለት እዩ ኦፕን ር ኤርዌይ ን ቢጊን CPR እቲ ዓይነት CPR ዝበሃል ኮድ ኣጠቃቅማ ብኤክስፐርት ዝተዳለወ ከምኡ ጌርና ተጠቂምና ክንሕግዞም ንኽእል ኣፍንጫም ኣፎም ከኣ ክሊር ንገብሮም ዝኾነ ተዓቢሶም ከይህልዉ ኣት ኣን ኢንሲደንት ኣብ ሓደጋ ካዥዋልቲ ኢዝ ኣንኮንሽስ ኤንድ ባት ብሪዚንግ ዝለን ኣሎ ሃለዋቱ ጥፊኡ ኣሎ ሰብ ግን የስተንፍስ ኣሎ ወይን ሽድ ዩ ሙቭ ዘም መዓስ ኢና ከነንቀሳቐሶም ዘለና እንድሕር ደኣ ኣብ ማእከል ጽርግያ ኮይኖም ካልኦት መካይን ክሃርምኦም ዝኽእላ እንድሕር ደኣ ኮይኖም ኮይነን ካብቲ ጸገሞም ተወሳኺ ዝኾነ ሓደጋ ቅሉዓት እንድሕር ደኣ ኮይኖም ኢና ከነንቀሳቕሶም ንኽእል ሶ when there is a risk of further danger your car breaks down on a level crossing ኣብ level crossing መገዲ ባቡር ቆሪጽና ክንከይድ ማለት እዩ ተሲራትና ኣላ መኪናና ዋትስ ዘ ፈርስት ቲንግ ዩ ሹድ ዱ ቀዳመይቲ ክንገብራ ንኽእል እንታይ እያ ይብለና ኣሎ ካብቲ መኪና ኩሎም ተሳፈርቲ ከነውፅኦም ክንክእል ኣለና እታ ቀዳመይቲ ክንገብራ ንኽእል ማለት እዩ ድሕር ዳ ውሑስ ኮይኑ ኣተሲእና ከነበግሳ ንኽእል ኢና እንተዘይኮይኑ ካብ መኪናና ወፂና ንኩሎም ኣውፂናዮም

ኣብ ናይ ጥርሙዝ ይኹን ዝኾነ በሊሕ ነገር ኣብቲ ቁስሊ ኣትወን ኣሎ ሶ እንታይ ክንገብር ኣለና ክንሕግዞም ይብለና ኣሎ ኣፕላይ ፕሬሽር ኦቨር ደ ውንድ ክንኣስሮ ክንክእል ኣለና ነቲ ደም ደው ከነብሎ ማለት እዩ ካዥዋልቲ ኢዝን ብሬዚን ኖርማሊ ኒድ ሲፒኣር እቲ ግዳይ ኣብ ሓደጋ ማለት እዩ የሰም ሴለን ፅቡቅ ገይሩ

ዋት ሹድ ዩ ዱ ኢፍ ዩር ቬክል ሃዝ ኤ ፓንክቸር ኦን ሞተርዌይ ኣብ ሞተርዌይ እንድሕር መኪና ናበኮ ኮይና እንታይ ክንገብር ኣለና ብለና ኣሎ ኣብቲ ሃሉ ሾልደር ብዝተኸኣለ መጠን ቅልጥፍ ኢልና ደው ኢልና ሓገዝ ክንሓትት ኣለና ባዕልና ክንዕረዮ ክንፍትን የብልና You're the first person to arrive at an incident where people are badly injured. ቀዳሞት ኣብ ኣብቲ ቦታ ሓደጋ ዘጋጠመ ዝበጻሕና ንሕና ኮይና ኣለና እቶም ሰብ ካብ ብጣዕሚ ተሃስዮም ኣለዉ ይሱ ይጭሮን ዩ ሃዛር ወርኒን ላይት ቸክድ ኦል ኢንጂንስ ኣር ስቶፕድ እቲ ሃዛር ወርኒን ላይት ወሊዕና ኩሉ ኢንጂን ከዓ እቲ ኢንጂን ከም ዝጠፈቐ ኣረጋጊፅና ኣለና ዋጥ ኤልስ ሹድ ዩ ዱ ካልእ እንታይ ክንገብር ኣለና ብለና ኣሎ ቀልጢፍና ሓገዝ ክንሓት ኣለና ኣምቡላንስ ገለ ክንድውል ክንክእል ኣለና ማለት እዩ